ከመይ ኢኺ ከመያስ ዋው ኣነ ፈትየያ እየ መፍተዊ ምክንያት ከዓ ሕጂ ኣብ ዝበዝሐ ፊልምታት ቪልያን ኮይነ ዳርጋ ብበዝሓ ሳዕ ይሰርሕ እየ ኣብዚኣ ሙቪ ግን ከም ቪልያን ስለ ዘለኹ ሌላ ከዓ ፅቡቅ ገይረ ክላበሳ ከዓ ተስፋ ይገብር ግን ብዓይኒ ሌላ ኮይነ ክትምቶ ከለኩ እትገብሮ ነገር ንናታ ዕግበት ስለ ዝኾነ ዋላ ዝኾነ ተገጣማስ ጸገም ዘለዎ ኮይኑ ይስምዓኒ ብሌላ እየ ግን ዛረብ ዘለኹ ብናርዶስ ኣይኮንኩን ኖኖ ማለተይሲ ናይ ናርዶስ ኣተሓሳስባ ካልእ ክኸውን ይኽእል ናይ ሌላኻ ካልእ እዩ ፅቡቕ ነገሩ ናይ ሌላ ንድሌታታ ትቐድም ሰበ ምክንያቱ ድሌታትካ ካባኻ ሓሊፉ ክሽፍነልካ ዝኽእል ሰብ የለን ሰው ንድሌታተይ ማዕርፍ እንዶ ሳክሪፋይስ ዝገብር ተደኣ ኮይነ ጸገም ዝበሃል የለን። ሌላ ከኣ እቲ ቀንዲ ኣብ ከምኡ ኮንፍሊክት ዘብጽሓ ኮይኑ ዝስምዓኒ ኩሉ ነገር ኣብ ኢዳ ጭቡጥ እያ። ፋይናንሻሊ ኩሉ ነገር ጸገም የብላን። ብዛዕባ ስራሕ ገለ ተማሂራ ገለ ኣብ ዝለዓለ ደረጃ ዝበጽሐት እያ። ሓንቲ ብኢዳ ክትውንና ዘይትኽእል ነገር ፍቕሪ እያ። ምኽንያቱ ፍቕሪ ናይ ሓደ ሰብ ዘይኮነ ናይ ክልተ ሰብ ሼሪንግ ስለ ዝኾነ ናይ ካልኣይ ሰብ ፓወር ስለ ትደሊ ንኻልኣይ ሰብ ፓወር ድህባ ክትረክብ ተጸጊማ ኩሉ ነገርና ከኣለት ተጸጊማ ስለ ዝርዴታታ ክትረክብ ዝካረ ፃዕሪ ትገብር ማለት እዩ ፍቅሪ ማዕረ ኤነርጂ ዘለዎ ነገር እዩ ማለትሲ ፓራሌል ስቲካ ጎኒ ጎኒ እዚ ሴም ኤነርጂ እናተዋሃብካ ትኸደሉ ነገር ስለዝኾነ ናይ በይንኻ ዋላ ሽሕ ግዜ ብከምኡ ሞየሙኖ ትትደልዮ ነገር ክትቅበል ዲኻ ኣይትቅበል ዲኻ ድሓር ምስ ግዜ ናቱ ዋጋ የኽፍለካ እዩ ስለዚ ከምኡ ዓይነት ፍቅሪ ኖኖ ምክንያቱ እሱ ኣይደለይካን ብዙሕ ከባቢ ከም ዝፍተሽካ ሓደ ዝደለይካ ክትጸንሕ ትኽእል ትኸውን ስለዚ ከምኡ ዓይነት ኢነርጂ ኣብ ፍቅሪ ኖኖ ፍቅሪ ማዕረ ክኸይድ ኣለዎ ከም ካራክተር ኣነ ኣነ ፈትየ ሽግር ግን ሰብ ጸላእካ እዩ
ከመይ ከምኡ ይመስሎ ማለተይ እስኻ ኣብቲ ኣብ ስራሕ ወዲእካ ስራሕ ምስ ተዘርግሐ ገለ ናብ ህዝቢ ምስ ቀረበ እቲ ሰብሲ ብዓይኒ ከምኡ ርኢካ ሪል ላይፍ ትምስሎ ማለት እዩ። እወ ከምዚ ይጸልኣካ ከ ምሻሎ ሕማቅ ዓይኒ ጥምተካ ኣንታ ጎይንስ ኣቲ እንዲያስ ዝያዳ ከምዚ ትገብር እንዳ ይብለካ ገለ ግን ኣነ ወድ ጎይንስ ተዳልየ ክንዲ ክጽልዕ እንተ ክትፍቶ ደለ ከዓ ከደ ኣሎ ሳሕጂ ቨርስስ ኦል ስለ ዝኸይድ እኒኣ ምስ ኩሎም እወ
ማለተይሲ ሙቭ እንድዩ ኣይተፅልኡኒ ማለት እኳ እዩ ኢንዳይረክትሊ ሲ ብድሕሪ ሰም ዓይነት ሜሴጅ ዝህብ ዘሎ
ከም መንእሰይ ኬፍ ኣለወኒ ከምዚ ሰብ ዘይሰዓብ ናብራ ኣይከድን እየ ገርሽ ዝባእሱ ነታላ ትስርሑ ወሕስኖት እያ ካልእ ሰብ መጺኡ ገለ እሱ ፍቅሪ ገለ ጉዳይ ኣይኮነን ወሕስነት ዝስምዖ ገንዘብ እንተለዎ ከምኡ ኢካ ሰብ ይሽሰልካ እዩ ከምዚ ሰብ ብዘይ ገንዘብ ክነብር ኣይክእልን ገለ ክትብል ኣይትክእልን ኢካ ግድን እያ ኣገዳሲ ባእታ እዩ። ንሱ ከኣ ከመይ ጌሩ ገንዘብ ይረክብ ጥራይ እዩ እዚ ኩሉ ዓይነት ጉዕዞ ክሳብ ክንድኡ ርሕቀት ጋብላ ጓል ኣደኺ ሲ ንሓደ ፈቲኑ ንሓደ ክኽብር ደልዩ ገለ ኣይኮነን ከመይ ጌሩ ነብሱ ሴቭ ይገብር ጥራይ ትሓስብ ተርዲእካ እንሃ ነብሱ የድሕን ገንዘብ ይሕዝ ገለ ትሓስብ ከም ካራክተር ከም መንእሰይ ኮንካ ኬፍ ኣለዎ ግን ንሱ ዝኸዶ መንገዲ ንኸውሕሶ ንነብሱ ኢሉ ዝኸዶ መንገዲ ሲ ድኸበደ ይገብሮ ስለዝኾነ እዩ ሻሎ ትሱ ድሓቶ ቻለንጅ ብጣዕሚ ይኸብድ ኣብ መንእሰይ ገለኹምካስ ዝኾነ ሰባት ዝወቱ ናይ ሓደ ነገር ወይ ድኽመት ይደሊ ወይ ፖዚቲቭ ኮይኑ መፅዩ ሓደ ነገር ከመይ ገይሩ የፀብቆ እንድዩ እቲ ክልተ ቨርስስ ዝኾነ ህይወት ናይ ሰብ ዝሕጂ ሓብቶም ሓደ ወገን ተደይካ ኣለኻ ናቸው ነትናቱ ረብሓ ይተተንኪፎ ዘብፅሖም ዝንህቢ ነትና ረብሓ ምስ ተተንከፈሉ

ክምለል ፈለየት ሓወይ ብሓፈሻ እንታይ እዩ ከምዚ ሰባት ዝፈላለየና ኣብ ሂወት ዘለና ዕላማ እዩ ኣነ ንፍቅሪ ድየ ድጓዓዝ ኣብ ሂወት ንስኻ ንገንዘብ ዲኻ ትጓዓዝ ኣብ ሂወት እቲ ሓደ ንኻሊእ ድዩ ድጓዓዝ ኣብ ሂወት እሱ እዩ እቲ ፋይናል ንኸዶ ዕላማ እዩ ኣነ ገንዘብ ዘድልየ እንተኾይኑ ገንዘብ ቤየን ትመጽእ እምበር ንመን ሳክሪፋይስ ጌረ ንምምታዕ ሽም ጌራ ጉዳይ እያ ኣይኮነን ገንዘብ ጥራሕ እዮም ሕጂ ዝኾነ ሰብ ኣብ ህይወት ድፈላለዩ ዕላማ ኣካይዳ ናት እዩ በቃ ትኽክል ፋይናል ዕላምኡ ድኸዶ ገንዘብ ተኮይኑ ናብ ገንዘብ እዩ ለቲ ተኮይኑ ከዓ ናቱ እዩ እወ ሕጂ ናብ ኢቲ ኣድያ እንታይ ኣላ መስለኪ ዝኾነ ነገር ኣብ ህይወትካ እኮ ናይ ቀዳምነት ቀዳምነት ትህቦ ኣሎ ሜቢ ግን ጎኒ ጎኒ ከዓ ምስኡ

እቲኦ ኦረዲ እቲ ኦድየንስ ሞይራ ኢያ እታ መትዩ ኣብኡ ሪኢቱ ኢዩ ሃሙ ሕጂ ይርደየካ ዋላ ኣብቲ መጀመርታ ኣብቲ ስትራክቸር ናይቲ ራይቲንግ ዘለካ ተጽሕፎ ዘቲ ስቶሪ ሜን ክትስዕብ ኣለካ ንመን ክትጸልእ ንመን ክትፈቱ ለካሲ እሶም እቶም ካራክተር ባዕሎም ተተላቢሶሞስ ንጹር መልእክቲ ስለ ዘለዎ እዚ ከምዚ ዝገበረ ከምዚ ኢዩ ዋግኡ እቲ ከምዚ ጽቡቅ ዝገበረ ከኣ ከምዚ ኢዩ ዋግኡ ኢልካ ኢካ ተፈላልያ ተፈርዮም ዘለካ ስለዝስ

ጀግናና ውፂኡ ድረስ ዳስዋይ እዩ ካራክተር ማለት እዩ ሕጂ ኣብቲ ሕብረተሰብ ምስ ንቡር ነገር ኣይኮነን እቲ ከም ዘካርያስ ጥቡት ኣካይድዋ ኣብኡ ክተብሉ ኢየሱስ ኻብ ጽቡቕ መልእኽቲ ዘይኮነስ ብጽላ ተማልኾ እዩ ከም ድብሪተይ ይብል ማዘሲ እቲ ከተም ጸሎት ያለ ዝሓስብ ኣነ ሰልፊሽነ ስራሕን ትጠቅምኒ ነፍሰ ፍትወት ኣብ ከባቢ ካደሉ ነገራት ኣዳግመ ግምት ዘይምግባሮም ኣውል ሓንቲ ይብፅሐካኒ